ሄሎ ዝኸበርክን ኣሕዋተይ ከመይ ቀኒኽን ደሓን ደቐኒኽን ኣነ እግዚኣብሔር ይመስገን ጽቡቕ ኣለኹ ንስኽን ከዓ ጽቡቕ ክትብልዋ ተስፋ ገብር ሎማዓንቲ ከዓ ብካልእ ቪድዮ መጺእክን ኣለኹ እንጆ ክትገብርኦ ተስፋ ገብር ሓደሽ ዝተኾንክን መጀመርያ ክንድሕር ኮይኑ ኣብዚ ናተይ ዩቱብ ሳብስክራይብ ምግባር ኣይትረስዓ እተን ኩሉ ግዜ ሳፖርት ገብራን ኣሕዋተይ ከዓ ብጣዕሚ እየ ደመስግነክን የቐንየለይ ሎማዓንቲ ናይ ፎል ኤሰንሻልስ ሓደ ሓደ ነገር ዘድልየና ንፎል ሒዘ መፅእ ኣለኹ ፅቡቅ ፅቡቅ ነገር ሒዘልክን መፅእ ኣለኹ እንጆ ክትገብርኦ ተስፋ ገብር መጀመርያ ብምንታይ ክንጅምር ኢና በዚኣ ማለት እዩ በዚ ናይ ገጽ ማስክ እዚ ናይ ገጽ ማስክ ቅድሚ ሕጂ ካብ ኣማዘን በስ ሰለር ብጣዕሚ ኩሉ ሰብ ተዛረበሉ ገጽካ መስትያት ትደምስል ጌርካያ ተሓዲርካ ዋላ ተደይ ጌርካዮ ከኣ ኢሉ ደረኣኹኽን ከምኡ ከሎ ካልእ ዓይነት እዚ እዚ ዲፕ ካለጅን ሃይድሬዲን ማስክ እዩ ዝብል ቢ ፋይቭ ሃይድሬዲን ማስክ እዩ ዝብል እሱ ዘሰይም ብራንድ ከሎ እዚ ሳንጉን ድብል ናይ ኮርያን ብራንድ እዩ ኣብቲ ጄማክስ ረኪበዮ እዚ ባኮ ኣይደርበክዎን ከርእክን ኢለ ማለት እዩ ብጣዕሚ ብጣዕሚ ጽቡቅ ስለ ዝኮነ በቃ እዚ ሴብ ጌረዮ እዚ ኣብ ፍርጅ እየ ድገብሮ እዚ ማስክ ናይ ገጽ ካብ ኣብ ፍርጅ ድሕር ጌርካዮ ድሓር ኣውጽኻ ትጥቀመሉ ከለኻ በቃ ብጣዕሚ ሪፍረሽ ኢካ ትኾን ገጽካ ደስ ብለካ ዝሕል ብለካ ማለት እዩ ብፍላይ ከምዛ ከምካ ጸኒሕካ ትሕጽብ ጽባ ቢልካ እሱ ጌርካ ንሕርትታ ጌርካ ወይ ምሸት ክንድቅስ ኮለና እሱ ጌርና እንድሕር ምድቃስና እዚ ሕጂ ጌርካዮ ትሓድሪ ኦቨርናይት ይድብል ደሎ ግን እንድሕር ጌርናዮ እዚ ብጣዕሚ ጽቡቅ በቃ ገጽካ ግላስ ትገብሮ ብጣዕሚ ናምበር ዋን ቤስት ሰለሪ ኣብ ኣማዘን ወላ ኣብ ኮርያ ማዓት ማዓት ከም ተሸጡ ብጣዕሚ ጽቡቅ ናይ ፌስ ማስኪ እዚ ኣብቲ ጄማክስ ብፍርቂ ዋጋ ረኪበዮ ከርእየክን ምእንቲ ምስ ሓደ ዓይነት እዩ ምዚ ግን እዚ እንኬዝ ክስታይለት ባኮ ከርእየክን ኢለ እዚ ሴቭ ገይረዮ ማለት እዩ እዚ ግን ካብ ፍሪጅ ኣውጽኤ እጥቀመሉ ማለት እዩ ፍሪጅ ገይረዮ ነይረ ካልእ ሕጂ ብፍላይ እዚ ከምዚ ዝኾነ ዓይነት ናይ ገጽ ማስክ ጭቃ ተጠቂምና ዋላ ህሩድ ጌርና ወላ ቀስሪ ጌርና ከም ብጅ ኣርእየክ ነይረ ናይ ቀስሪ ወላ ናይ ሆሮድ ወላ እዚ እዚ ናይ ገጽ እዚ ኢንስፕሬድብል ብራንድ እዚ ብጣዕሚ ዝፈትዎ ብራንድ ደጋጊመ ዝገዝኦ ካብ ኣማዞን እዚ ጭቃ ኣብ ሰሙን ክልተ ግዜ ሓደ ግዜ እንድሕር ጌርና ድሓር ከም ሰብ እንድሕር ንገብር ኮይና ገጽና ብጣዕሚ ግለው ኸውን ጽቡቅ ኸውን ማለት እዩ ሶ እዚ ሕጂ ኣትሊስት ኣብ ሰሙን ክልተ ግዜ ወላ ሓንቲ ግዜ እንድሕር ጌርና እዚ ዕረፍቲ ክንከውን ከለና እዚ ጭቃ ማስክ ጌርና ተሓጣጢብና ከም ሳብ እንድሕር ጌርና ምሸት ክንድቅስ ኮለና ወላ ቀትሪ ክንገብሮ ንክእል ኢና ብፍላይ እዚ ብታሕቲ ሞይስቸራይዘር ድኮነ ስኪን ኬር ጌርካ ክትገብሮ ከለካ እዚ እዚ ምስ ገበርካዮ ኣብቲ ገጽካ ጥብቅ ይብል ገጽካ ይድመስ ድሓን ምስ ኣውጻእካዮ ገጽካ ብጣዕሚ እዩ ጽቡቅ ዝኸውን እዚ ሳመር ብዙሕ ቢዚ ነይረ ብዙሕ ከም ሳት ክስታይ በልኩ ብፍላይ ኣነ ኣክቲቭ ድኸውን ኣብዚ ፎል ዊንተር ገለ ክኸውን ከሎ ማለት እዩ ሳመር ኩሉ ግዜ ደገ ደገ በቃ ፋን ገለ ኤኒወይ እዚ ሕጂ ከምኡ ስለ ዝኾነ ኣብቲ ጀማክስ ኬትክን ክትረኽብኦ ትኽእላ ኢኽን ዘና ኣብ ኣሜሪካ ዘለኽን ዘና ኣብ ካልእ ዓዲ ዘለኽን ከዓ ካብ ኣማዞን ወይ ዝኾነ ስኪን ኬር ዝሽየጦ ናትክን ክትረኽብኦ ትኽእላ ኢኽን ማለት እዩ ካልእ ሕጂ ገፀ እንታይ ገይረሉ ኣለኹ ብላዕሊ ሜክኣፕ ምስ ገበርኩ እዚ ዲኣልባ እዚ በቃ ደጋጊመ ድገዝኦ ደሎ ኩሉ ግዜ ኣብ ቦርሳ ኣለኒ ብጣዕሚ ንገፅካ ግለው ድገብሮ ማለት እዩ ወላ ተሓፂምና ጥራሕ ክንገብሮ ንኽእል ኢና ተሓጺብና ኩለና ስፕረይ ክንገብሮ ንኽእል ኢና፣ ወላ ሜክኣፕ ጌርና ከኣ ክንገብሮ ንኽእል ኢና። ከምዚ ገጽካ ድርቕ ክብል ከሎ ከም ዝኾነ ግሎው ኣለዎ ናቱ ገጽካ ከምዚ ጌረሉ ሕጂ ኦረዲ ናተይ እዚ ሜክኣፕ ስፕረይ ጌረሉ ነይረ ግን ብላዕሊ ምስ ገበርኩሉ ገጸይ ከመይ ኮይኑ ኣሎ መስትያት መሲሉ ሕጂ ከምዚ ጌርካ ገጽካ ስታይ ትገብሮ ኣብ ቦርሳና ክንሕዞ እዚ ጽቡቕ እዩ ደጋጊመ ድገዝኦ ኮርያን ስኪን ኬር እዚ ከዓኒ ነዚ ፎል ገለ ደገ ወፂና እንድሕር ገፅና ክስታይ ድራይ ኮይኑ ብጣዕሚ ጽቡቅ ጽቡቅ እዚ ናይ ኮርያን ስኪን ኬር ፌስ ማስክ እዚ ድያ ኣልባ እሱ ከዓ ከርእየክና እኮነ ፊለ ማለት እዩ ካልእ ኩሉ ግዜ ወላ ሰብ ጽቡቅ ዝበሎ ክስታይ ሊፕ ግላስ ሊፕ ገለመለ ናይ ሊፕ ሞይስቸራይዘር ገለ ኩሉ ይፍትን እየ ግን እዚ ተመሊሰ ተመሊሰ ናብዚ ለነጅ እየ ዝመጽእ ወላ ንቆልዑት ወላ ንዓይ ማለት እዩ በቃ ደጋጊመ ደጋጊመ በቃ ክንደይ በቃ ሜቢ ዓሰርተ ገለ ኸውን ወዲእ ኣለኹ ማለት ንዓይ ንቆልዑትን ሓደ ሓደ ግዜ ንኣሽቱ ኣርባዕተ ድመጽ ኣለዋ ኣብ ቦርሳ ንገብረለን ደቂ ዊንተር ክኸውን ከሎ ማለት እዩ ኣጸቢቐን ስለ ዝደርቃ ኩላህና ስለ ንደርቕ ኣብ ግዜ ዊንተር ጽቡቅ እዚ ዋላ ንቆልዑት ማለት እዚ ጌርካ ምስ ሓደርካ ዝሊብካ ጽቡቅ ኸውን እንታይ ከኣ ገብር ኣነ ሽኮርን ገይረ ከኣ ሽኮር ገይረ ከኣኒ ወላ እዚ ናይ ቡን ምስ ወዳእኩ ሰትየ እዚ ናይ ቡን ዳካ ከምኡታት ገይረ ከኣኒ ከኣ ከለኹ ነዚ ከንፈረይ ከምዚ ገይረ ክስታይ ገብሮ ስክራብ ገብሮ ካልእ ዓይነት ስክራብ ገረ ብዙሕ ከም ስክራፕ ስታይለ ኣይገዝን እየ ምክንያቱ እዚ ብጣዕሚ ፅቡቅ ስለዝኮነ ማለት እዩ እዚ በቃ ክትገዝኦ የተባባዓኪ እንድሕር ክስታይ ኮይኑ ማለት እዩ እንድሕር ትረክበኦ ኮንክን ኣብቲ ጀማክስ ገለ ክትረክቦ ከለካ ኣፀቢዑ ሕስሪ እንድሕር ዘይኮነ ግን ኣብ ሲፎራ ኣለክን ማለት እዩ ካልእ ቅድሚ ሕጂ እዚ ኣርእየክን ነረ እዚ ታይገር ባም እዚ ብጣዕሚ ብጣዕሚ ስለዝጠቅም እየ ዘርእየክን ዘለኹ ማለት እዩ ዝኾነ ዓይነት ቃንዛ እንድሕር ኣለካ ቡክ ጌርካ ክትደርዞም ወላ እግርኻ ተሕሚምካ ወላ ሕቆኻ ተሕሚምካ ወላ ዝኾነ ሕጂ ቆልዑት ኣነ እንታይ ገብር ከም ሳዕ እንድሕር ሕዘን ዕብስብስ ትብል እንድሕር ኢለን ሓደ ሓደ ግዜ ቡክ ጌረ ድር ዘብለን ብጣዕሚ እየን ዝፈትዎ ሕዚ ሒዘን መፅን ማማ ግበረልና እየን ዝብላኒ ብጣዕሚ ፅቡቅ ስለዝኾነ ማለት እዩ እዚ ኣብ ኣማዘን ብጣዕሚ ሕሱር እዩ ወላ ኣብቲ ጄማክስ ገለ ክትረኽቦ ትኽእላ ኢኽን ካልእ ዓይነት ኣሎ ብጫ ገለ ግን ብፍላይ ዝቀይሕ ኣጸቢቑ ብጣዕሚ ስለ ዝጠቅም ጅነ ዝፈልቁ ርኾ እንከሎ ገለ ብጣዕሚ ስለ ዝጠቅም ኣብዚኣ ከንድል ወርመር ኣላትኒ ላስቲር ካብቲ ጄማክስ ገዚኤያ ኣርእየኪ ነይረ ብጣዕሚ ፅቡቅ እዚ ኣብ ክንዲ ሽምዓ ወሊዕኻያ ትውዕል ትሻቀል ጠፊኡ ድዩ ጠፈኣኑ በቃ እዚ ብጣዕሚ ዲኮር ዘለዎ ከዓ ነቲ ላይት ዋላ ኩሉ ልጅ ጠፊኡ ከሎ እቲ ገዛ ጥዑም እንዳጨነወ ከሎ ነቲ ክስታይ እንዳምከኸ ከምዚ በቃ ክህልወና ጽቡቅ እታ ስታይላ ብዙሕ ኣይፈትዋን እየ እዚኣ ከምዚ እቲ ላይታ ማለት እዩ ብዙሕ ዓይነት ስለ ዘሎ ግን ካልእ ግዜ ኣብ ዝኸስኩዎ ከይደ ከምጽእ ኢለ እንዳሓሰብኩ እዚኣ ግን ላስቴር ካብ ማርሻል ድየ ካብቲ ጄ ማክስ ገዚኣ ኣርእየኪ ነይረ ካብቲ ጄ ማክስ እየ ገዚአ እየ ኣርእየኪ ነይረ በቃ ኤሌክትሪክ እትዋ ኣቢልካ ጥራሕ ነቲ ሽምዓ ከምዚ ገይራ ተንብኮት ገዛ ብጣዕሚ ጥዑም ጨንዶ ኣሎ እዚ ሽምዓ ብቐዳማይ ደረኣኹክን ናይ ፎል ሽምዓ ኢለ ብጣዕሚ ጥዑም ጨንኡ ከይ ከይ ተበሎ ከሎ ከማን ብጣዕሚ ደምጨኖ እዚ ቫኒላ ፓምኪን ኤኒወይ እዚኣ ከኣኒ ኣላ ብጣዕሚ ጽብቕቲ ነቲ ገዛ ዲኮር ትህቦ ብዙሕ ዓይነት ኣሎ ብዙሕ ዓይነት ንደልዮ ስታይል ክንገዝእ ንኽእል ኢና ኣነ ከዓ ከም ዝበልኩ ክንክቕይራ ሓሲበ ኣለኹ እዚኣ ወይ እዚኣ ኣብ ታሕቲ ገብራ ከለኹ እዚኣ ኣብ ላዕሊ ከምኡ እንዳገበርኩ ስታይል ገብራ እየ ካልእ ከዓ እዚ መሳጅ መግበሪ ብጣዕሚ ይጠቅም እዚ ካብ ዲጄ ማክስ ገዚእዮ ነዊሕ ገይሩ እዩ ዘይቲ ገይረ ነዚ ከብደይ ቅድሚ ምድቃሰይ ዘይቲ ገብረሉ ምሽ ድሓር ብኡ ገይረ መሳጅ ገብሮ ነዚ እግረይ ዘይቲ ገይረ ሎሽን ገይረ ከዓ ከምዚ ገይረ በቃ መሳጅ ገብሮ ማለት እዩ ብፍላይ ቅድሚ ምድቃሰይ ሓደ ሓደ ግዜ በቃ ሻወር ገይረ ምስ ወዳእኹ ግዜ ክህልዎ ንኸሎ ፅቡቅ ገይረ መሳጅ ገብሮ ዋላ ነዚ ሕቆ ነዚ ኢድካ ዋላ ከምዚ ገይርካ መሳጅ ትገብሮ እዚ ብጣዕሚ ስለ ድፈተኽዎ ከርእየክን ኢለ ኣይሓሰብክን ነይረ ግን ብጣዕሚ ስለ ዝጠቅም ብፍላይ ነዚ ከብድኻ ኣብዚ ዘይቲ ለኽየ በቃ ነዚ ከብደይ ከምዚ ገይረ መሳጅ ገብሮ ደየድሊ ደየድሊ ነገር ኣብሎ ኣሎ ወፅእ ብዙሕ ሪሰርች ገይረ ብዙሕ ቪድዮታት ክስታይ ገይረ ማለት እዩ ነዚ ዝኾነ ነገር ፈሳሲ ኣብ ነብስኻ ደሎ ከመይ ጌርካ ተውፅእ ገለመለ እቺ እዚ ንከምኡ ኮነኒ ኢለ ገዚአዮ ብጣዕሚ ስለ ዝጠቅም ወላ ንእግርኻ ሕጂ እንድሕር ሓሚምካ ኣብ ክንዲ መሳጅ እንድሕር መሳጅ ከይደይ ትኽእል ኮንካ ዘይቲ ጌርና ከምዚ ጌርና ነዚ ፅቡቅ ጌርና እግርና መሳጅ ገብሮ ብኡ ጌረ እግረ ይገብሮ ከብደ ይገብረሉ ብጣዕሚ ስለ ዝፈተኹ ከርእክልይ ሓሰብክን ግን ብጣዕሚ ስለ ዝፈተኹ ብዙሕ ዓይነት ኣሎ ናይ ኣግሪ ኣሎ ገለ ኣብዚ ሕጂ ኣብ በዓል ቲጄ ማክስ ገለ ደስ ዝብለካ ነገር ኢዚ ኣብ ዝደለኻዮ ነገር ብሕሱር ዋጋ ትረክብ ማለት እዩ ብዙሕ ኣሎ ናይ ኣግሪን ገለን ንዑ ከምፅኤለ እዚ ሰት ድመፅእ ኣሎ ግን ኣጋጣሚ እዚኣ ጥራይ ስለ ዝረኸብኳ እዚ ብዙሕ ግዜ ስለ ተጠቀምክሉ ንዑ ከዓ ጠቕመክን ኢለ ዝለሓሰብኮ ኣርእየክን ማለት እዩ ካልእ እዚ ናይ ጨጉሪ ከዓኒ እዚ ስካላ ድብል ብዙሕ ግዜ ይሪኦ ነይረ ኣብዚ ኮመርሻል ገለ ማለት እዩ ድሓር ምሳይ ትሰርሕ ጓል ጨጉራ ብጣዕሚ ፅቡቅ ከርሊ ኮይኑ ፅቡቅ በቃ ጨጉራ ፅቡቅ ግን ፅቡቅ ከርሊ ኮይኑ ብጣዕሚ ስለ ዝፈትዎ እንታይ ኢኺ ጌርኪ ገለ ኢለ ምስ ሓተትኳ ምክንያቱ ጓለይ ብጣዕሚ ከርሊ ግበርለ እያ ትብለኒ እንታይ ኢኺ ጌርክሉ ምስ በልኩ እዚ ብጣዕሚ ፅቡቅ እዩ ዝገብሮ እዚ ኢላ ምስ ረኣየትኒ ምስ ነገረትኒ ድሓር ኣጋጣሚ ኣብ በርሊንግተን ምስ ኣቶ ክረኽብ ኣብ ዝኾነ ስተር ክትረኽብኦ ትኽእላ ኢኽን ወላ ብኣማዘን ክትረኽብኦ ትኽእላ ኢኽን እዚ ሕጂ እዚ ስካላ ድብል ማለት እዩ ከም ናይ ጨጉሪ ክሬም ማለት ሄር ትሪትመንት ክሬም እዩ ድብል ብጣዕሚ ብጣዕሚ ፅቡቅ ንከርሊ ሄር ማለት እንታይ ገብሮ ጨጉራም ዝሓፀብ ኳኑ ጋለይ ዘይቲ ቁርብ ዘይቲ ገብረሉ እቲ ከምዚ ሕር ክስታይ ከይኮን ፍሕሹ ከይብል ገለ ማለት እዩ ድሓር ከምኡ ገይረ ኣብ ክልተ ትዊስት ትዊስት ገይረ ቆኒነ ይሓድር ኣፀቢኦም ዝደረቀ ሽዑ ንፅባሒቱ ገለ ፈትሓላ ደሓር እቲ ጨጉርና እቲ ጨጉሪ እቲ ከርልስ በቃ ብጣዕሚ ደይ ባላሸው ከርሊ ሓደ ሓደ ግዜ ከርል ምስ ገበርኩላ ኣብ መንጎ ማማ ዕሪለይ ከም ዝለትብለኒ ኣብ መንጎ ትምህርቲ ግዜ ማለት እዩ ንግሆ ንግሆ ይሽገር ማለት እዩ ንግሆ ኣብ ክንዲ ክስታይ ትገብር ጨጉሪ ክዕሪ ገለ ክስታይ እዚ ግን እቲ ከርሊ በቃ ብጣዕሚ ነዊሕ ፀኒሑ ብጣዕሚ ነዊሕ ሄር ትሪትመንት እዩ ነዊሕ ፀኒሑ እቲ ከርሊ ስጋ በቃ ክሓፅቡ ከማን ኣይደለኹን ግን ሰሙን ስለ ዝገበረ ክሓፅባ ስለ ዘለኒ ገፃ ገለ ክስታይ ከይከውን ግን ብጣዕሚ ጽቡቅ እዚ ከምቲ ደይ ተጸብኮ ብጣዕሚ ዝፈተክዎ ስካላ ዝብል ናይ ሄር ክሬም ብጣዕሚ ጽቡቅ ብጣዕሚ ስለ ዝፈተክዎ በቃ ኣብቲ ታሕቲ ክስታይ በጽሕ ማለት እዚ ሕጂ ናይ ግድን ክገዝኦ ካልእ ሕብሪ ኣሎ ሰማያዊ ገለመለ ገለ ማለት እዩ እዚ ሕጂ ኣብቲ ጀማክስ ገለ እንድሕር ረኪብክንኦ እዚ ስካላ ዝብል ዝተጠው ይረኣየክና ኣሎ ብጣዕሚ ብጣዕሚ ጽቡቅ ስለ ዝኾነ እዚ ከኣ ድሕሪ ረኺብኩንኦ ይጠቅም እዩ ንከርል ሄር ወላ ሄር ትሪትመንት ድሕሪ ጨጉና ተተባቢሩ ገለ ዋግኡ ከኣ ክቡር ኣይኮነን ማለት እዩ ካልእ እንታይ ከርእየክን ደልየ ጫማታት ኣለ ኩሉ ግዜ ደጊመ ደጊመ ዘርእየክን ናይ ፎል ጫማታት ከኣኒ እዚ ኣግስ ማለት እዩ እዚ ኣግ ናተይ ሕጂ እዚ ብጣዕሚ ብጣዕሚ ዝፈትዎ ኣብ ኩሉ ግዜ ብዘይ ዕረፍቲ ዝገብሮ ኣግ ማለት እዩ እዚ ከዓኒ ኣግ ዘይኮነ ከሎስ ተመሳሳሊ ከምኡ እዚ ኣግ ኣይኮነ እዚ ግን ኣግሲ ኣግሲ ሕጂ ፅቡቕነቱ በቃ ዓመት ዓመት ኩሉ ግዜ ክትገብሮ ኣይባላሾን እዩ ነዚ ፎል ሕጂ ሲምፕል ሲምፕል ነገር ተኸዲንካ በቃ እዚ ኣዘንጥ እዩ ዘብለካ እንደገና ከኣ ማሙቆላ ንዊንተር ማለት እዩ ሕጂ ከምታት ከኣኒ ሕጂ ንሕና ሮዝ ኣይነበረናን ኣብዚ ዓዲ ሮዝ ተኸፊትሉ ሕጂ ሰለስተ ድዩ ኣርባዕተ ተኸፊቱ ኣሎ ቀደም ካሊፎርኒያ ከይድ ከለኹ ኣብ ሮዝ ትኸይ ነይረ ግን ሕጂ ናባና ተኸፊቱ ማለት እዩ ግን ኣብኡ ሕጂ በብዓይነቱ ኣሎ ኣግስ ወላ ኦሪጂናል ኣክትረክብቱ ሪኢኻ ዋላ ኣብቲ ጄማክስ last week ምስ ከድኩ ኣብኡ ፅቡቕ ኣግሪየ ነይረ ማለት እዩ እዚ ከዓ ብጣዕሚ ፅቡቕ ኣከኣኒ ኣብ ዘይኮነ ከሎስ ካብ ሜስስ ዝገዛእኽዎ ማለት እዩ ላስት ይር እዚ ከዓ ፅቡቕ ነዚ ፎል ግዜ ወላ ንዊንተር ከዓ ሲምፕል ከሎ ኣዘ ንጠብለካ ካልእ እዚ ቡትሰይ ቅድሚ ሕጂ ስታይል ገይረ ኣርእየኪ ነይረ እዚ ከዓ ንፎል ከዓኒ ቡትስ ክፈቱ መዓልቲ እዚ ከምዚ ዓይነት ስኔክ ፕሪንት ገለ ክትረኽባ ከለኹን ከዓ ሴል ክኸውን ከሎ ከዓ እዚ ብዙሕ ደየት ክመካ ኮሎስ ዘናጥ ከኣኒ ሲምፕል ተኸዲንካ ወላ መብዛሕትኡ ግዜ ኣነ ሕጂ እንታይ ዝገብር ሲምፕል ጸሊም ክዳን ወላ ሕጽር ዝበለ መንጎ መንጎ ገይረ ወላ ነዊሕ ክዳን ካልእ ከኣኒ እዚ ብራውን ዓይነት ወይ በርገንዲ ዝኾነ ታይት ከኣኒ ጽቡቕ ንክስታይ መብዛሕትኡ ግዜ ኣነ ጸሊም እየ ዝገብር እዚ ግን በርገንዲ ይኮነን ብራውን ግን በርገንዲ ኮይኑ ይረአ ኣሎ ዝኾነ ዓይነት ከምዚ ናይ ፎል ሕብሪ ዝኾነ ታይት ገለ ከኣ ጽቡቅ ማለት እዩ እዚ ብጣዕሚ ብራውን ብራውን ብራውን እዩ ግን ኣብዚ ከምዚ ካልእ ሕብሪ የሩ ኣሎ ምዝላይት ገለ ማለት እዩ ከም ሳት ናይ ፎን ድኸውን ከዓ ቅድሚ ሕጂ በርገንዲ ኣርእኪ ነይረ ካብ ኣማዘን ዝገዛእኹዋ እሳ እንድሕር ደሊኽን ረኺበ ኣብቲ ዲስክሪፕሽን ባክስ ገብረልክን እየ ተደይኮነ ኣብ ናይ ኣማዘን ቪድዮ ኣይተን ክትረኽብኦ ትኽእላ ኢኽን ሲምፕል ሌጊም ሕብራዊ እንድሕር ኮይኑ ከዓ እዚ ንጠብለካ ነዚ ፎል ማለት እዩ ወላ ንዊንተር ወላ ንፎል ካልእ እዚ ዝኾነ ስካርፍ ከዓኒ ሲምፕል ስካርፍ ክንገብር ንኽእል ግን ከምሳት እንድሕር ረኺብና ከዓኒ ካልእ ነገራት እዚ ንጠብለካ ከምዚ ፌክ ፈር ናይ ብሓቂ ፈር ኣይኮነን እዚ ከምዚ ፌክ ነገር እዩ ግን ከምሳት ክገብር ከለካ ከዓ ናይ እዝነይ ሕጂ እዚ ምስ ናይ እዝነይ ማች ይገብር እሲኒ ለፐርድ ድዩ ዋላስ ናይ ገለ ድኾነ ፕሪንት ኣለዎ እዚ ናይ እዝኒ እዚታት ከኣ ሲምፕል ኮሎ ከኣኒ ስካርፍ ጽቡቕ ኣብ ዘንጢ ብለካ ዓይኒ ስካርፍ ግን ከምሳት እንድሕር ኮይኑ ከምዚ ለፐርድ ወይ ድኾነ ኣኒማል ፕሪንት እንድሕር ኮይኑ ከኣኒ ወላ ነዚ ዊንተር ከኣ ብጣዕሚ ዘንጢ ብለካ ድኾነ ፕሪንታት ከምሳት ማለት እዚ ስኔ ፕሪንት እዚታት እዚ ከምሳት በቃ ነዚ ፎል ኣዘንጥ ኣብለካ ማለት እዩ ሲምፕል ነገር ጌርና ክንዝንጥ ንኽእል ኢና ካልእ እዚ ካብ ወልማርት ቅድሚ ሕጂ ኢለክን ኔረ ድኣ ኣይበልኩንን ኣይደነ ግን ቀደም ካብ ታርጌት ኦል ነቢ ካብ ገለ ኮምታት እየ ዝገዝእ ኔረ ከምዚ ብራቴላ ማለት እዩ እዚ ግን ካብ ወልማርት መይ ብኣርእይ ክንኸውን እየ ጸሊም ሕጂ ከምዚ ኣርባዕተ ድዩ ሓሙሽተ ኣለኒ ብጣዕሚ ሕሱር ዋግኡ ድበለጸ ኳሊቲ ከኣኒ ዋግኡ ከዓ ሕሱር እንደገና ድበለጸ ኳሊቲ ከዓ እዚ ንውሽጢ ዝኾነና ማለት እዩ እዚ ቲንታብ ከኣኒ ብጣዕሚ ጽቡቅ እዚ ጌርና ሕጂ ሲምፕል ጃኬት ብላዕሊ ድኮነ ነገር ጌርካ ዝንጥ ትብለሉ ዋግዑ ዕሱር ኮሎ ኣብ ወልማርት በብ ሕብሩ ኣሎ ወላ ከምዚ ጌርዮ ዘለኩ ሕብሪ ኣሎ ጻዕዳ ኣሎ ጸሊም ከምቲ ድበልኩኩን ኣነ ጸሊም ኣርባዕተ ሪገል ኣለኒ እዚ ጸጸኒሐ ድገዝኦ ማለት እዚ ብራት የለ በርገንዲ ከኣ እዚ ከኣኒ በቃ ብጣዕሚ ጽቡቅ ስለ ዝኮነ እቲ ሕብሪ ከምቲ ፋሽን ይኮነና የዘንጠና ድሓር ነቲ ናይ ፎል ከለር ከኣ ስለ ዝኮነ እሱ ከኣ እዚ ኣሎ ማለት እዩ ካልእ እዚ ጎልፎ ከምዚ ጎልፎይ ቅድሚ ሕጂ ሪኢክንኦ ተኾና ኢክን እዚ ኣርእየክን ነይረ ካብ ቪክቶሪያ ሴክሬት ዝገዛእክዎ እዩ ግን ብጣዕሚ ጽቡቅ በርገንዲ ጎልፎ ከዓ ወላ እዚ ማልያ ጸሊም ከምዚ ወላ በርገንዲ ክገብር ንኽእል ኢና ግን ከምዚ ከርእየክን ጸናሕ ክብራት የለ ጸሊም ጌርካ ከዓ እዚ ከዓ ኣዘኒ ጠብለካ ዝኾነ ጌርካ እዚ ሕብሪ ከዓ ብጣዕሚ ዝፈትዎ ሕብሪ ጎልፎ እዩ ሲምፕል ጎልፎ ከምኡ ፒንክ ካልእ ኣርእየክን ነይረ ሕጂ ከምዚታት እዩ ዘሎ እዚ ድልጎም ጎልፎ ኣብዚ ወላ ካልእ ክንገብር ንኽእል ኢና ነዚ ፎል ግን ከምዚታት እዩ ዘሎ እዚ ግን ናተይ ቅድሚ ሕጂ ኣርዕብኪ ኔረ ማለት እዩ ዝጽቡቅ ጎልፎ እስታት ጌርና ዝንጥ ክንብል ንክእል ካልእ እዚ ናይ ኣማዞን ኤሰንሻልስ ከኣኒ ብዙሕ ነገር ኣብኡ ክንረክብ ንክእል ኢና እዚ እዚ እቲ ብራንድ ገለኣ ብራንድ እዩ ናይ ኣማዞን ብራንድ ኣይኮነን ግን ካብ ኣማዞን ዝገዛእኹዎ ማለት እዩ እቲ ኩሉ ግዜ ዝገዝኦ በብሕብሩ ክስታ ይድለኒ ወላ ለፓርድ ድለኒ ከምዚ ነብር ነብር ማለት እዩ ወላ እዚ በርገንዲ ገለ ከዓ እዚ ዝበለፀ ናይ ኣማዞን ብራንድ ስለዝኾነ ከዓ እዚ ከዓ ፕትሊስ ነገር ከዓ እሱ ከዓኒ ካብኡ ክንገዝኦ ንኽእል ኢና ኣይ ቲንክ ወዲኤ እየ መስለኒ ናይ ሎማዓንቲ ቪድዮ እዚኣ ትመስል እስካብ ሕጂ ድሕሪ ሪኢኹን ኣኾንክን ሳብስክራይብ እንድሕር ዘይገበርክን ሳብስክራይብ ከይገበርክን ኣይትውፃ ላይክ ከዓ ግበርኦ ብጣዕሚ እየ ደመስግነክን ኣብ ቀፃሊ ብካልእ ክሳብ ንራኸብ ከዓ ብሰላም የራኽበና ባይ